መን ከም ንኣፍቃሪቱ ምስ ሊሊ ንዓይኖም ዓይኒ ኣራኺብወን ማለት እዩ። ሊሊ ድማ ንዓኻ እትምጥነካ ጓል እያ ኢላቶ ዓይኖመይ ግን ብጣዕሚ እያ ተናዲዳ ማለት እዩ። ሰላም ሰላም ቤተሰብ ከመይ ኣለኹም ሰላም ዲኹም? ኣነ ሰላም እየ እግዚኣብሔር ይመስገን ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለማዕንቲ ድማ ብሓድሽ ቪድዮና ደስ ብዝብል ቪድዮ መፅኤኩም ኣለኹ ማለት እዩ ነዛ ቪድዮ ክጅምርዋ ከለኹም ላይክ ብምግባር ጀምሩ ኢኹም ሓደሽቲ ዝኾንኩም ድማ ሰብስክራይብ እንዳኮርኩም ቤተሰብ ክትኮኑ በዚ ኣጋጣሚ ክናገረኩም ይደሊ ማለት እዩ ንኣይ ንሓፍትኹም ኣበረታትዑኒ ምብርትታዕኹም ኣይፈለየኒ ክብል ይደሊ ማለት እዩ ንእተበረታትዑና ከዓኒ ብልቢ ብልቢ ብጣዕሚ እየ ዘመስግን ላይክ ሸር እንዳገበርኩም ስለተበረታትዑኒ ብጣዕሚ እየ ዘመስግን ቤተሰብ ማለት እዩ ሕጂ እውን ምብርትታዕኹም ኣይፈለየኒ ኩሉ ግዜ ኣብ ጎነይ እንተኾይንኹም ኣብ ዝለዓለ ደረጃ ክበፅሕየና ብጣዕሚ እየ ዘመስግነኩም ማለት እዩ እና ልምዓንቲ ዝመፀኸሉ ቪድዮ ከምቲ ኣብ መእተዊ ዝረኣኹዎም ብዛዕባ ሊልና ኣሌክስ ዓይኖመይ መን ከም የመፀ ዘለኹ ማለት እዩ መን ከም ከምቲ ንሪኦ ነበርና ማለት እዩ ሓንቲ ጓል ኣጢንሱ ከም ዝነበረ እዛ ጓል ድማ ያው ኣፍቃሪት እያ ዓይኒ ሙሉ ምስ ካሊእ ጓል ክትምርዖ ከም ዝደለየት ማለት እዩ። ንሱ ድማ ክምርዖ ይደልን እየ ኣነ ናይ ባዕለይ ኣፍቃሪት ኣላትኒ እያ እንዳበለ እንዳተናገራ ነይሩና ክምርዐስ ኣይደለየን ኣነ ናይ ባዕለይ ኣፍቃሪት ኣላትኒ እያ እናበለ ነይሩ ማለት እዩ። ኣሌክስ እውን ይኸው ብናይ ባዕሉ ውሳኔ ብናይ ባዕሉ ሓሳብ ክኸይድ ኣለዎ እንዳበለ እዩ ነይሩ ማለት እዩ ካብኡ ድማ ዓይኒ ወይ ፈሊጡ እዩ እምበር ምንም ኣፍቃሪት የብሉን እያ እንዳበለት ነይራ ማለት እዩ ቤተሰብ ኣፍቃሪት ሲ ምንም የብሉ ግን በቃ ባህይዎ ኣሎ ኣነ ከምዚ ተመርዐ ስለ ዝበልክዎ ቃለይ ንኸይኸብር እምበር ምንም ኣፍቃሪት የብሉ ምንም የብሉ እንዳ ማለት እዩ መን ከም ድማ ከም ዘላቶ ምንም ህላኽ ምናምን ዘይኮንሲ በቃ ከም ዘላቶ እዩ ተናጊሩ ማለት እዩ ሕዚ ብጣዕሚ እዩ ኣብ ተቐርቂሩ እዩ እኒኦ ክልተ ማለት እዩ ንምንታይ ቃላት ደልየ ክበርኩ እውን ይብሎ ኣሎ ማለት እዩ ንምንታይ ክብምርጫ ይዘነብር እውን ይብሎ ማለት እዩ ሕጂ ኣብ ክልቲኡ ተቐርቂሩ እኒኦ ኣነ ዝብሎ ዝደሊ ግን ኣብ ክልተ ምቕርቃር ምንም ትርጉም የብሉን ማለት እዩ እቲ ንዓኻ ዘዋፅኣካ እቲ ንዓኻ ዘድልየካ ወሲንካ ኣብ ውሳኔኻ ምፅናዕ እምበር ለፍቲ ለፍቲ ማል ምን ትርጉም ዘሎ ኮይነ ይስምዐኒ ማለት እዩ እና ብትኽክል ድማ ሕጂ ዘለኻዮ ዝወሰንካሉ ንዓኻ ዝጠቕመካን ንዓኻ ብጣዕሚ ኣብ ሂወትካ ደስተኛ ኾንኻ ንኽትነብር ዝገብር እዉን እያ ማለት እዩ። ኣብ ዉሳኔኻ ጽናዕ ክብሎ ይደሊ ማለት እዩ ቤተሰብ ካብኡ ድማ ሊሊ ንእሽተይ ተጋግያ ኣብ ቀዳማይ ማለት እዩ ንስኻሲ እንታይ ሒዝካ ኢኻ ሓዳር ትገብር ብዙሕ ነገር እዩ ዝጽበየካ ዘሎ። እንዳበለት ነይራ ማለት እዩ ብርግፅ እቲ ሓደ ወሰን ሓቂ እያ ግን እቲ ሓደ ወሰን ድማ ሓቂ ኣይኮነት እዩ ከመይ ኢልኩም ህይወት ተገላባጢት እያ ፅባሕ እንታይ እያ ትኸውን ማንም ሰብ ዝፈልጥ የለን ቤተሰብ ማለት እዩ ንሱ ከዓ ንፃሕ ንኮ ሰሪሑ ሲ ኣብ ምንታይ ደረጃ ከም ዘብጽሕ ኩሉ ነገር ንፈልጥ ኢና እና ኩሉ ኣብ ሰዓቱን ኣብ ግዜኡን እዩ ዝኸውን እና ከምኡ ክትብል ኣይነበራይ ግን ከዓ ሰብ ኮይኑ ዘይሰዓት ይጥፍእ የለን ማለት እዩ። ተጋግያ መሲልዋ ክትኮን ከምኡ ኢላ ተዛሪባ ማለት እዩ ቤተሰብ እና ኣብ መጨረሻ ግን በቃ እታ ቆልዓ ሓሒስካያ ንዓ ንዓይ ኣፋልጠኒ ከምቲ ወሉ ተማልችኑ መን ከም ድማ ኣነ የላን ሀዝና ካልእ ግዜ ግን ከራኸብኪ ጸገም ይብለይ ኢልዋ ማለት እዩ ችግር የለይ ብቻ ንዓኻ ኣብ ዝምቸካ ይኹን በር ኣነ ዝግጅ እየ ኢላቶ ማለት እዩ ቤተሰብ እና ለማዓንቲ ሒዝወን መፅኡ ሒዝዋ መፅዩ ማለት እዩ ሊሊ ምስ ረኣየታ እሞ ብጣዕሚ እያ ተሓጒሳ ከመይ ኢልኩም ከምዚ ኣይተፀበየታ ነይራ ብጣዕሚ ፈጣና ጎበዝ ቆልዓ እና ብጣዕሚ እያ ደስ ትብል ኢላ ማለት እዩ ግን ኣብዚ ከቢድ ነገር ተፈጢሩ ማለት እዩ ዓይኒ ማይ ማረኣ ኮርያ ማረኣ ተነደ ንምንታይ ንስኻሲ ኖኖ ክንዲ ትብልዮሲ ከመይ ጌርካ ጽቡቕ ኣለኻ ኖርማል ቀጽለሉ ትብልዮ ንዓኻ ትግባእያ ንዓኻ ትምጥንያ ኢልክሲ ከመይ ጌርካ ከተባራትትዕዮ ዘለኺ ኢላ ብጣዕሚ ተናዲደ ዓይኖመይ ማለት እዩ። ሊሊ ድማ ኣነ መልሲ ከምዚ ኣይመስልን ነይሩ ግን ያው ብጣዕሚ ጎበዝና ብጣዕሚ ፈጣን ምስ መን ከም ትኸይድ ቆልዓ እያና ሓቢሮም ንክኾኑ ድማ በቃ ደስ ኢልን ኣነ በቃ መልሲ ምስኦ ትኸይድ ኢላ ኢለ ዝሓሰብኩዎ እዩ እዚ ተፈጢሩ ብቐዳማይ ዝተናገርኩዎ ድማ

ፀዊዐኪ ኣራኸብ ንበል እያ ዝበልክኺ ክትመኽርለይ ደልየ እየ እምበር ኢላታ ማለት እዩ ቤተሰብ ካብዚ ንላዕሊ እሞ እንታይ እያ ክመኽሮ ዓይኖም ኣነሲ ካብዚያ ንላዕሊ ሲ እንታይ እያ ክመኽሮ እስከ ንገርኒ ኢላ ማለት እዩ ቅውጥ ኣቢላታ ሌላ ከዓ ማለት እዩ ንገርኒ እንታይ እያ ክመኽሮ መኺረዮ እቲ ሓቂ እቲ ዝኾነ ነገር መኺረዮ ቀደባይ በቃ ኣነ ምስኣየ ነበር ስደሊ ምንመይ ተቃብ ክኾን ኢልኒ እናስታይ ክገብሮ ነርና ሕዚ ከዓነ እዛ ቆልዓ ምስ ረኽዋ ብጣዕሚ ጎበዝና ብጣዕሚ ቆንጆ ብጣዕሚ ፈጣን ስለዝኾነ ሓቢሮም ብሓንሳብ ክቕፅሉ ደስተኛ ኮይነ እና ዓይኖም ይምዓረይ እዚ ዝስሕት የብሉይ ተሳሒተ ምናምን ከይትሓስብዮ ኣነ ኮነ ኢለ እየ ወሲነ እየ እኒኹ ግን ንስኺ ተረድእሉ ዓይኖም ሽኮር መዓረይ ወለላዋይ ኢላታ ማለት ብእውነት ብለካ ማለት እዩ ብጣዕሚ ኣቃባጢራላ ማለት ነዚ ንክትገድፍ ናይ መንከም ንነገር ንክትገድፍ ብጣዕሚ እያ ኣተባቢዓታ ማለት እዩ። ግደፊ በጃኻ ዓይኒ ማይ ተረድእሉ። እስኺ ዘይተረዳእኽሉ ድኣሲ መን እዩ ክርድኦ? ካባኻ ሓሊፉ እዚ መን እዩ ክርድኦ? እባ በጃኻ ዓይኒ ማይ እስኺ እኮ ክንዲ ኩሉ ነገሩ ኢኺ ክንዲ ሓው ክንዲ ሓፍቱ ክንዲ ኣዲኡ እስኺ ኩሉ ነገር ኢኽና ከምኡ ተዘይትብሊ ምሓሸኪ። ዓይኒ ማይ ብፍቓዱ እዩ እምበር ኢላታ ማለት እዩ። ከምኡ ኢላታ ግን ደስተኛ ኣይኮነትን። ያው ንእሽተን እንትን ነይረን ብጣዕሚ ደስተኛ ኣይኮነትን ቤተሰብ ማለት እዩ እና ናይ ልምዓት ቪድዮ እዚኣ ዝመፅኹም እዚኣ ትመስል ነይራ። ኣብ ቀፃሊ ቪድዮና ክሰብርሃው ድማ ሰሰናይ ንዓኹም ባይ ባይ